ብዝብል ናይ ሎማዓንቲ ክንመሃር ማሕደርካ ክኸውንሲ ንልበይ ኣንጽሃዮ። ሳልሳይ ሰንበት ዓብይ ጾም ኢና ሒዝና ዘለና። ወንጌል እንታይ ተነብዩ ብልና ሎማዓንቲ? ወንጌል ዮውሃንስ ምዕራፍ ክልተ እ ካብ ዓሰርተ ሰለስተ እ ካብ ዓሰርተ ክልተ ካብ ዓሰርተ ክልተ ወላ ካብ ዓሰርተ ሰለስተ እቶም ካብ ዓሰርተ ሰለስተ ትብሉ ዘለኹም ነዛ ተኣሽሙ ርኢኹም ኢኹም ክኣ ትብሉ ዘለኹም ስለዚ ኣይሰማዕኩምን ማለት እዩ ዝተወሰኑ ሰባት ጥራሕ በዚኣ ካብ ዓሰርተ ክልተ ክብሉ ፀኒሖም ስለዚ ብጌጋ እየ ተጻሒፋ ዘላ ዓሰርተ ሰለስተ ካብ ዓሰርተ ክልተ እያ ራይ ሰሚዕና ዲና ከም ዝበልኩም ዋላ ሰሚዕና ኢና ሓራ ወንጌል ዮሃንስ ምዕራፍ ክልተ ካብ ዓሰርተ ክልተ ድሕሪ እዚ ንሱ ምስ ኣዲኡን ኣሕዋቱን ደቂ መዛሙርቱን ናብ ቅፍርናሆም ወረደ። ኣብኡ እውን ቁሩብ መዓልቲ ተቐመጡ። ፋሲካ ኣይሁድ ቀሪቡ ነበረ። የሱስ ድማ ናብ የሩሳሌም ደየበ። ኣብ ቤተ መቕደስ ከኣ ኣብዑርን ኣባጊዕን ረገቢትን ዝሸጡ መሽረፍቲ ተቐሚጦም ረኸበ። ካብ ገመድ ጭጉራ ኣፍተቲዑ ኸኣ ምስተን ኣባጊዕን ኣቡዑርን ንዅሎም ካብ ቤት መቕደስ ኣውጽኦም። ንገንዘብ እቶም መሽረፍቲውን ፋሕ ኣበሎ፣ ንሰደቓኦምውን ከኣ ገልበጦ። ነቶም ሸየጥቲ ረገቢት ድማ፣ እዚ ኻብዚ ኣልዕልዎ፣ ንቤት ኣቦይ ቤት ሸቐጥ ኣይትግበርዎ በሎም። ደቂ መዛሙርቲ ኸኣ ቅንኣት ቤትካ በልዓኒ ዚብል ጽሑፍ ከም ዘሎ ዘከሩ። ሽዑ ኣይሁድ ነዚ ኽትገብር ስልጣን ከም ዘለካ እንታይ ትእምርቲ ተርእየና? ኢሎም ሓተትዎ። ኢየሱስ ድማ ነዚ ቤተ መቕደስ እዚ ኣፍርስዎ፣ ኣነ ኸኣ ብሰለስተ መዓልቲ ከልዕሎ እየ ኢሉ መለሰሎም። እቶም ኣይሁድ ከኣ እዚ ቤት እዚ በርብዓን ሽዱሽተን ዓመት እዩ ዝተሃንጸ፣ ንስኻዶ ብሰለስተ መዓልቲ ክተልዕሎ ኢኻ በልዎ። ንሱ ግና ብዛዕባ ቤት መቕደስ ሰብነቱ እዩ ዝተዛረበ። ስለዚ ኸኣ ካብ ምዉታት ምስ ተንስኤ ደቀ መዛሙርቱ ነቲ ዝበሎም ዘከሩ። በቲ ጽሑፍን በቲ የሱስ ዝበሎ ቃልን ድማ ኣመኑ። ነቲ የሱስ ብበዓል ፋሲካ ኣብ የሩሳሌም ከሎ ዝገበሮ ተኣምራት ምስ ረኣዩ ብዙሓት ሰባት ብእኡ ኣመኑ። የሱስ ግና ንዅሎም ይፈልጦም ነበረ እሞ ኣየመኖምን። ነቲ ኣብ ሰብ ዘሎ ባዕሉ ይፈልጥ ስለ ዝነበረ ኸኣ ሓደ እኳ ብናይ ሰብ ክምስክረሉ ኣየድልዮን ነበረ፣ ብወልድ ዝኣምን ናይ ዘለኣለም ህይወት ኣላቶ በለ ጎይታ የሱስ። እግዚኣብሄር ይመስገን ስለዚ እዚ ወንጌል ከም ዝሰማዕናዮ ጎይታና የሱስ ክርስቶስ ኣብ ቤተ መቕደስ ኣትዩ ጽሬት ከም ዘካየደ ኢና ከነንብብ ጸኒሕና ማለት እዩ። ስለዚ እቲ ኣርእስትና እውን ካብኡ ዝተወስደ እዩ። ኣብ ዝሓለፈ ሰንበት ቅድስቲ ተባሂላ እያ ትጽዋዕ ማለት እዩ። ብዛዕባ ቅድስና እንዛረበሉ ሰሙን እዩ ነይሩ ማለት እዩ። ስለዚ ከምቲ ትጸዋዕኩም ቅዱስ ዝኾነ ንስኻትኩም ድማ ብኹሉ ንብረትኩም ቅዱሳን ኩኑ ከም ዝተባህለ እቲ ቅዱስ እግዚኣብሔር ኣብቲ ቅዱስ ስፍራ ስለ ዝሓድር እምበኣር ክንቅደስ እንድሕር ኮይና ልብና እንታይ ክኸውን ኣለዎ ማለት እዩ? ክጸርን ክነጽህን ኣለዎ ማለት እዩ። ምክንያቱ እግዚኣብሔር ኣብ ቅዱስ ደኣ እምበር ኣብ ሓጥእ እግዚኣብሔር ኣይሓድርን እዩ ማለት እዩ። ናብቲ ድሕሪ ባይታ ናይዚ ኣዝዩ ዓሚቕ ዝኾነ መልእኽቲ ዘለዎ እዩ። በብሓደ ከትርእዮን ከትርጉሞን ከለኻ ማለት እዩ። ምስ ግዜና ኣንጻር ግና ኣብታ ምጽራይ ኣተኲርና ኢና ክንዛረብ ማለት እዩ። በዓል ፋሲካ ኣይሁድ ምስ ቀረበ ጐይታና ኢየሱስ ክርስቶስ ናብ ኢየሩሳሌም ደየበ። ናብታ ናይ ጸሎትን ኣምልኾን ስፍራ ክትከውን ዝተሰርዐት ቤተ መቕደስ ምስ ኣተወ እንታይ ረኺቡ ማለት እዩ? ሓደ ዘሕዝን ትርኢት ኣጋጢምዎ ማለት ርእዩ ማለት እዩ። እታ ቤተ መቕደስ ናብ ቤት ንግዲ ተቐይራ ሰባት ኣቡዑርን ኣባጊዕን ርግቢትን ክሸጡ መሽረፍቲ ገንዘብ ድማ ኮፍ ኢሎም ረኸበ ማለት እዩ። ሽዑ ጎይታ ኢየሱስ ክርስቶስ ካብ ገመድ ብጭጉራፍ ገይሩ ንኹሎም ነቶም ኣባጊዕን ኣብዑርን ካብ ቤተ መቕደስ ሰጎጎም ነቶም ረገብ ዝሸጡ ድማ እዚ ካብዚ ኣልግሱ ንቤት ኣቦይ ቤት ንግዲ ኣይትግበርዎ ድማ በሎም ማለት ስለዚ እታ ጎይታና ኢየሱስ ክርስቶስ ክኣቱ ከሎ እታ ቤተ መቅደስ ጋዕዝያ ጸኒሓቶ ማለት ረሲሓ ጸኒሓቶ ካብቲ ግቡእ ተልእኾኣ ወጽያ ረኺብዋ ማለት እዩ እቲ ቤተ መቅደስ እንታይ ዓይነት መስዋእቲ ይስውኦ ነይሩ ኣፍለጦ ኣለና ዲ ብዛዕባ ኣብ ኦሪት እንታይ ዓይነት መስዋእት ይስዋ ነይሩ እንስሳ እንስሳ ይስዋእ ነይሩ ኣብቲ ቤተ መቅደስ እንስሳ ይስዋእ ነይሩ በቲ እንስሳ እቲ ገይሮም እዮም ድማ እቲ ሊቀ ካህናት ኣብ ዓመት ሓደ ግዜ ናብቲ መቅደስ ይኣቶሞ ሓንሳ ምእንቲ ገዛ ርእሱን ምእንቲ ኩሉ ህዝብን መስዋእቲ የቕርብ ማለት እዩ እቶም ኣይሁድ እዮም ኪፐር እዮም ዝብልዎ ማለት እዩ ስለዚ መስዋዕቲ እንስሳ ይቐርብ ነይሩ ኣብቲ ቤተ መቕደስ ማለት እዩ ነናሻዕ ይቐርብ ነይሩ ንስ ድማ ከም መተዓረቂ ማለት እዩ ተባሂሉ ግን እቲ መስዋዕቲ እንስሳ ፍፁም ስለ ዘይኮነ ንወዲ ሰብ እንታይ ክገብሮ ይከኣለን ከድሕኖ ይከኣለን ማለት እዩ ስለዚ ኩሎም እተም መስዋዕቲ ዝቐርባ ዝነበራ ካብቶም መባእ ተባሂለን ዝመጻ ሰባት ዝህብዎም እዩ ነይሮም ማለት ስለዚ ብኸምኡ እቶም ሒዘሞም ዝመጹ እቶም ካህናት ድማ ካብኡ ወስድ ነይሮም ማለት እዩ ስለዚ ምስ ሓዙ ኣብኡ ብዙሕ ስለ ዝኾነ ኣብኡ እንታይ እንታይ ኮይኑ ማለት ቤት ንግዲ ኮይኑ ማለት ነቲ ቤት መቅደስ ኣምላኽ ናይ ንግዲ ቤት ቀይሮሞ ቤት መቅደስ ኣምላኽ ሰባት ምስ ኣምላኽ ዝራኸቡላ ሰዋስው ወይ ድማ መሳልል እያ። እግዚኣብሄር ጥራሕ ዝኸብረላ ስፍራ እምበር ናይ ዕዳጋ ወይ ናይ ሆህታ ስፍራ ኣይኮነትን ማለት እዩ። ንሳቶም ግን ኣዝዮም ኣግዕዝዮማ ነይሮም ማለት እዩ። ሰባት ናብ ቤት ኣምላኽ ክመፁ ከለዉ ኣፍንጮም ድሓ ዘይኣተዉ ነይሮም ማለት ፀሎት ክፅልዩ ከሎ ምክንያቱ ዕዳጋ እንድሕር ደኣ ኮይነስ ኣብኡ ኩሉ ናይቲ እንስሳን ገለመለን ኣሎ ማለት እዩ ስለዚ ኣዝዩ ጨንዩን ተበላሽዩን ነይሩ ማለት እዩ ስለዚ እቲ ምብልሻው እቲ ክልተ ነገር እዩ፣ በቲ ሓደ በቲ ናይ ስጋ በቲ ካልእ ከኣ ብመንፈስ ካብ እግዚኣብሔር ኣዝዮም ዝረሓቑ ነይሮም ማለት እዩ። ስለዚ ጎይታና ኢየሱስ ክርስቶስ ብቅንኣት ካብ ብገመድ ጭጉራፍ ገይሩ ተቲዑ ካብቲ ቤተ መቕደስ ከውፅኦም ክኢሉ ማለት እዩ። መንፈሳዊ ትርጉሙ ቤተ መቕደስ መን እዩ? ኣብታ መንፈሳዊ ትርጉም ኢና ክንኣቱ። ይረኣየኩም ኣሎ ድዩ? ንዓኻትኩም ጽቡቕ ይረኣየኩም፣ ንዓይ ቁሩብ ፍስስ ኢሉ ይረኣይ ዘሎ። ቅዱሳን ኣቦታት ከም በዓል ቅዱስ ኣውግስጢኖስን ቅዱስ ኣምብሮስን ብዛዕባ እዚ እዚ ታሪኽ እዚ ክትርጉሙ ከለዉ ብዛዕባ እታ ብእምኒ ዝተሃንፀት ቤተ መቕደስ የሩሳሌም ጥራይ ኣይኮነን ዝዛረብ ዘሎ ይብሉ። ሕጂስ ኦረዲ ታሪኽ እዩ ንዓና ኣገዳስነት እውን የብሉን ዝተፈጸመ ስለ ዝኾነ ማለት ኣብ ህይወትና ከመይ ገርና ኣፕላይ ንገብሮ እዩ እታ ጎይታ ከብጽሃ ዝደለየላ ቤተ መቕደስ ንሕና ኢና እታ ጎይታ ከንጽሃ ዝደልያ ቤተ መቕደስ ንሕና ኢና ማለት እዩ ሃዋርያ ቅዱስ ጳውሎስ ቤት መቕደስ ኣምላኽ ምዃንኩምን መንፈስ ኣምላኽ ኣባኻትኩም ሓዲሩ ምህላውንዶ ኣይትፈልጡን ኢኹም ከም ዝበሎ ልቢ ነፍሲ ወከፍና ማሕደር ኣምላኽ እዩ ስለዚ እታ ጎይታ ከፅርያ ዝደልያ ቤተ መቅደስ እምበኣር እዛ ቤተ መቅደስ እዚኣ እዛ ቤተ መቅደስ እዚኣ መን እዮም መን ኢና ገሊኹም ደቂስኩም ኣለኹም ምሳይ ኣለኹም ዲኹም እዛ ቤተ መቅደስ እዚኣ ነፍሲ ወከፍ ክርስትያን ወይ ድማ ነፍሲ ወከፍ ንሕና ኩላትና ኢና ማለት እዩ ስለዚ ጎይታ ከፅርያ ዝደሊ ብልጭ ከብላ ዝደሊ ከንፅሃ ዝደሊ ነዛ ቤተ መቅደስ እዚኣ እዩ ማለት እዩ እዞም ኣብ ውሽጢ ቤተ መቅደስ ዝሽየጡ ዝነበሩ እንስሳታት ንሰለስተ ነገር የመልክቱ፣ ኣበዑርን ኣባጊዕን ስጋዊ ትምኒትናን ዘይመንፈሳዊ እንስሳዊ ባህርያትናን እዩ። መብዛሕትኡ ግዜ ንእግዚኣብሄር ክንጽሊ ደው ክንብል ከለና ሓሳባትና ብምድራዊ ድሌት ወይ ድማ ብምድራዊ ጉዳያት እንታይ ይገብር ማለት እዩ ይእሰር። ስለዚ እንዳጸለና ከለና ኣእምሮ ዕዝር ይብል እዩ ዕዘር ማለት ናበይ ይኸይድ ምናልባት ዋላ ኣብዚ ከፊልካ ኣብ ኤርትራ እውን ክትከይድ ትኽእል ኢኻ ወይ ኣብ ስራሕ ክትከይድ ትኽእል ወይ ኣብ ባንክኻ ክትከይድ ትኽእል ወይ ኣብ ደቅኻ ኣብ ኩሉ ክትዘውር ይኽእል እዩ ማለት በቲ ምድራዊ ነገራት ይእሰር ኣብቲ ቤት ፀሎት ከለኻ ማለት እዩ ካልኣይቲ ርግቢ እዚ ርግቢት መሸጢ ክኾና ከለዋ መንፈሳዊ ህያባትና ወይ ኣገልግሎትና ንውዳሴ ከንቱን ንጥቕሚ ርእስናን ክንጥቀመሉ ከለና እዩ ኣብ ግብሪ ሃዋርያት ምዕራፍ ሸሞንተ ፍቅዲ ዓሰርተ ሸሞንተ ካብ ዕስራን ሓደን ስምኦን ጠንቋሊ ዝብሃል ሃዋርያት ተኣምራት ዝገብሩ ምስ ረኣዮም ብገንዘብ ገይሩ ነቲ መንፈስ ቅዱስ ከምቲ ንስኻትኩም ትገብሮ ዘለኹም ኣነ ከዓ ከምኡ ገይረ ምእንቲ ተኣምራት ገብርሲ ሃቡኒ ኢሉ ብገንዘቡ ክዕድጎ ደልዩ ነቲ መንፈሳዊ ውህበት ማለት እዩ እንታይ ክገብር ስለ ዝደለ እዩ? ክኽበረሉ ስለ ዝደለ እዩ ማለት እዩ። ንገዛእ ጥቕሙ ኣገልግሎት ከውዕሎ ስለ ዝደለየ ንሃዋርያት ሃቡኒ ኢልዎም፣ ሃዋርያ ጴጥሮስ ድማ ንስኻን ገንዘብካን ጥፋእ ከም ዝበሎ ማለት እዩ። ስለዚ እዚ ስምዖን መሰሪ ወይ ድማ ጥብቃል ዝበሃል ኣብ ታሪኽ ቤተክርስትያን ካብቶም ኣሸገርቲ ዝነበረ ሓደ እዩ ማለት እዩ። ሳልሳይ ገንዘብ ዘሽርፉ ዝነበሩ ነቲ መንፈሳዊ ድሕነትና ሓዲግና ፍቕሪ ገንዘብ ዝተስዐ ኣብ ልቡና ቦታ ምስ እንህቦ እዩ ማለት እዩ ዘን ሰለስተ ነገራት ኣለዋ ጎይታና ኢየሱስ ክርስቶስ ሎሚ ናብ ቤት መቕደስ ልብና ምዝኣቱ እንታይ ኮን ይረክብ ይኸውን ቤት ጸሎት ድዩስ ወይስ ብጭንቀትን ብስጋዊ ትምኒትን ዝመለአ ልቢ? እዚኣ እታ ክንምልሳ ዘለና ማለት እዩ። ጎይታ እንተዝመጽእ ናብ ልብና ሲ ከመይ ኮይኑ ምረኸቦ? ልብና ናይ ብሓቂ ቤት ጸሎት ቤት መቕደስ ንሱ ዝኸብረሉ ስፍራ ድዩ ዘሎሲ ወይስ ብዝተፈላለየ ናይ ሓልዮት ዓለም ሓጢኣት ስጋዊ ትምኒትን መሊኡ ሰይጣን መጋበሪ ዝገብረላ ልቢ ወይ ድማ መቕደስ ድያ ዘላትናስ ወይስ ክርስቶስ ዝኸብረላ ልቢ ሕጂ ንሱ ኢና ከነስተንትን ዝግብኣና ኣብዚ ግዜ እዚ ማለት እዩ። እታ ሳልሰይቲ ቅንኣት ቤትካ በሊዑኒ ትብል። ደቀ መዛሙርቱ ነዚ ምስ ረኣዩ ኣብ መዝሙር ዳዊት ስሳን ትሽዓተን ኣብ ቅዳሴና ዲያቆን ዝሰበኾ ማለት ቅንኣት ቤትካ በሊዑኒ ዝብል ቃል ዘከሩ። ጎይታ ነታ ቤተ መቕደስ ዘንጽሃ ብዓመጽ ዘይኮነስ ነታ ቤተ ክርስቲያንን ንነፍሲ ወከፍናን ብዘለዎ መወዳእታ ዘይብሉ ፍቅሪ እዩ። እግዚኣብሔር ይመስገን። ከጽሪ ከሎ ጎይታ ነታ ቤተ መቅደስ ከጽርያ ከሎ ወይ ድማ ንዓና እውን ከጽርየና ከሎ ሲ ብመግናሕቲ ብዘሰቅቕ ነገራት ንዓና ንምጥፋእ ካብ ገጹ ንምርሓቕ ዘይኮነስ ንዓና ንምምላስ እታ መቕጻዕቲ ናይ ጎይታሲ ናይ ፍቕሪ እያ ማለት እዩ። ሓደ ሓደ ግዜ ጎይታ ንልብና ከንጽህ ከሎ እንታይ ይጥቀም እዩ? ጭጉራፍ ይጥቀም ማለት ብፈተና ብመግረፍቲ ወይ ድማ ናብ ንስሓ ብዝጽውዕ ተግሳጽ ገይሩ ይቐርበና ማለት እዩ። እዚ ናይ ፍቕሪ መቕጻዕቲ ወይ ድማ ናይ ፍቕሪ ጨጉራፍ እዩ። ምኽንያቱ እታ ነፍሲ ካብ ኩሉ ገንዘብን ወርቅን ዓለምን ንዕኡ ትኸብሮ ስለ ዝኾነት ካብ ሓጢኣት ኣውጺኡ ማሕደሩ ክገብራ ስለ ዝደሊ እዩ ጎይታ ማለት እዩ። ትእምርቲ ትንሳኤ እቲ ዝዓበየ ኣይሁድ ነዚ ስልጣን ጎይታ ምስ ረኣዩ እዚ ካብ ገበርካስ እንታይ ትእምርቲ ተርእየና በልዎ። ሕጂ ርኢኹም ዶ ምፅእ ኢሉ ብጭጉራፍ ገይሩ ክቕጥቅጦም ከሎ ካብ ቤት መቕደስ ከወፅኦም ከሎ ስልጣን እዩ ስለምንታይ ከምዚ ትገብር ገለሳ ይበልዎን ሓይሊ ስልጣን እዩ ኣርዩ ስለዚ ሲ እንታይ ትእምርቲ ኢኻ ተርእየና ኢሎም ሓተትዎ ማለት ንሱ ግና እቲ ዝዓበየ ተኣምር ነበሮም ነዛ ቤተ መቅደስ እዚኣ ኣፍርስዋ ብሰለስተ መዓልቲ ድማ ከተንስኣ እየ በሎም ንሳቶም ካልእ ከም ኤልያስ ከም ካልእ ተኣምር ኣርእዩ ከንቀጥቅጦም ከምኡ እዮም ተጸብዮም ማለት እዩ። እሱ ግና እቲ ንህይወቶም ዝኸውን ዝዓበየ ተኣምር ክርስቶስ ኣርእዎም። ስለዚ ንሳቶም ብዛዕባ እታ ብእምኒ ዝተሰርሐት ህንፃ ዝዛረብ ዘሎ መሰሎም ንሱ ግና ብዛዕባ ቤተ መቅደስ ስጋኡ እዩ ዝዛረብ ነይሩ ማለት እዩ ኣብዚ ዓቢ መልእኽቲ ኣሎ። እቲ ንሲኦል ዝሰበረን ንሞት ዝሰዓረን ብሳልሳይ መዓልቲ ዝተንስእን ጐይታ ሎሚ እውን ነቲ ብሓጢኣት ዝፈረሰ ህይወትና ብንስሓ ኣቢሉ ዳግማይ ክሃንጾን ከተንስኦን ይኽእል እዩ። ኣምላኽና ነቲ ዝፈረሰ ዝሃንጽ ነቲ ዝረኸሰ ከኣ ዘንጽህ ኣምላኽ እዩ ክብሪ ንዝኽሪ ስሙ ይኹን። እግዚኣብሄር ይመስገን ኣብዚኣ እያ ዘላ እታ ነጥቢ ሕጂ እግዚኣብሄር ነቲ ዝፈረሰ እንታይ ዝገብር ዝሃንጽ ነቲ ዝረኸሰ ከዓ ዘንጽህ ኣምላኽ እዩ ስለዚ ልብና ክነፍርሶ ኣለና ለመዓልቲ ማለት ኣብ ውሽጥና ተነዲቑ ዘሎ ሓጢኣት ክፈርስ ኣለዎ ማለት እዩ ክፀሪ ኣለዎ። ክፀሪ እንድሕ ደኣ ኮይኑ እንታይ ክንገብር ኣለና? ናብ እግዚኣብሔር ክንቀርብ ኣለና ማለት እዩ። እቲ ነበበልና ናይ መልእኽቲ ያዕቆብ ምዕራፍ ሓደ ፍቅዲ ሸመንተ ንኣምላኽ ቅረብዎ ንሱ እውን ክቐርበኩም እዩ ኣቱም ሓጣኣን ኣእዳውኩም ኣፅርዩ ኣቱም ሰብ ክልተ ልቢ እውን ልብኹም ኣንፅሁ ይብለና ማለት እዩ። ስለዚ በዚ እዩ እግዚኣብሔር ዝፅውዓና ዘሎ ማለት እዩ ስለዚ ብዛዕባ እቲ ንልበይ ኣፀሃዮ ቤተ መቅደስካ ግበሮ ክንብል ኮለና ካብ ኩሉ ዓመፃና እንታይ ክንገብር ኣለና ማለት እዩ ክንምለስ ኣለና ኣእዳውና ክነፅር ኣለና ልብና ከዓ ክከፋፈል የብልን ብምሉእ ልቢ ክመፅእ ኣሎ ካብ ኩሉ ዓመፃ ከዓ ክንወፅእ ኣለና ዳግማይ ክሰርሓካ እየ ዝብል ኣሎ ካብ ኩሉ ዓመጽኻ እንተተመለስካ ሽዑ ኣነ ከም ብሓድሽ ክሰርሓካ እየ ዝብል ኣሎ ኣብ እዮብ ማለት እዩ ቅዱስ ዳዊት ልበ ንጹሃ ፍጥር ሊተ እግዚኦ መንፈሰ ርቱዐ ሃድስ ውስተ ከርስየ ወኣምላኽ ፅሩ ልቢ ፍጠረለይ ፅኑዕ መንፈስ ከዓ ኣብ ውሽጠይ ሓድስ መዝሙር ሓምሳን ሓደን ፍቕዲ ዓሰርተ። ወኣምላኽ ጽሩይ ልቢ ፍጠረለይ፣ ጽኑዕ መንፈስ ከኣ ኣብ ውሽጠይ ሓድስ። ስለዚ ክሕድስ፣ ከጽርይ ዝኽእል ኣምላኽ እዩ እሞ ናብኡ ክንምለስ ከምቲ ዳዊት ምስ በደለ እግዚኣብሔር ብነቢ ናታን ገይሩ ምስ ዛርቦ ዘገርም ጸሎት እዩ ዝጸልዩ። እዚ እውን ኩሉ ግዜ ንጽልዮ ጸሎት እዩ ማለት እዩ። ስለዚ ልብና ክጸርይ ኣለዎ ማለት እዩ። ኣብ ቀዳማይ ጴጥሮስ ምዕራፍ ክልተ ፍቕዲ ሓሙሽተ ንስኻትኩም እውን ከም ሕያዋን ከም ሕያዋን ኣእማን ኮይንኩም ነቲ ብኢየሱስ ክርስቶስ ኣብ ኣምላኽ ቅቡል ዝኾነ መስዋእቲ መንፈሳዊ መስዋእቲ ከተቕርቡ ንቅዱስ ክህነት ዝኸውን መንፈሳዊ ቤት ተሃነጹ። ንቅዱስ ክህነት ዝኸውን መንፈሳዊ ቤት ተሃነጹ። ስለዚ ህንፃ የድለየና ኣሎ ማለት እዩ። እንታይ ማለት እዩ? እስኪ እዚኤን ክንርእየን ኢና። ጎይታና ኢየሱስ ክርስቶስ ንሱ ባዕሉ እቲ ሕያው እምኒ እዩ ወይ ድማ እቲ እምኒ መኣዝን እምኒ ኩርናዕ ኮርነር ስተን ተባሂሉ ተፀዊዑ ኣሎ ማለት እዩ ስለዚ ሕያው እምኒ ምዃን ማለት ብጸጋ መንፈስ ቅዱስ ኮንካ ብጸጋ መንፈስ ቅዱስ ሕያው ኮንካ ብጸጋ መንፈስ ቅዱስ ሕያው ኮንካ ኣብቲ መሰረት ዝኾነ ክርስቶስ ምጽናዕን ምስ ካልኦት ኣመንቲ ድማ ብፍቕሪ ተኣሳሲርካ፣ ተገጣጢምካ ሓንቲ ቤተ ክርስቲያን ምዃንን ማለት እዩ። ሕያዋን ኣእማን ኢልዎ ዘሎ ማለት እዩ። ሕያው እምኒ ማለት ብጸጋ መንፈስ ቅዱስ እንታይ ኮንካ? ሕያው ኮንካ ኣብቲ መሰረት ዝኾነ ክርስቶስ ብምጽናዕ ምስ ካልኦት ኣመንቲ ብፍቅሪ ተኣሳሲርካ ሓንቲ ቤተክርስትያን ኮይንካ ደው ምባል ምዃን ማለት እዩ። እታ ካልኣይቲ ንቅዱስ ክህነት ዝኸውን ኢልዎ ዘሎ ኣብዚ እቲ ክህነት ክልተ ዓይነት ትርጉም ኣሎ ማለት እዩ። ቀዳማይ እቲ ክህነት ስልጣነ ክህነት ሚኒስትራል ፕሪስትሁድ ዝበሃል ማለት እዩ፣ ኮይኑ ንጳጳሳትን ንካህናትን ዲያቆናትን ምስጢራት ቤተ ክርስቲያን ንክፍጽሙ ብኣንብሮተ እድ ዝወሃብ እዩ። እዚ ሓደ ክህነት ማለት እዩ። ንፍሉያት ሰባት ንኣገልግሎት ዝወሃብ ማለት እዩ፣ ንጳጳሳትን ካህናትን ዲያቆናትን። እቲ ካልኣይ ክህነት ክህነት ምእመናን እዩ ማለት እዩ። ስለዚ ንሕና ኩላትና እንታይ ኢና እ ፈሪሕኩም መስለኒ ኩላትና እንታይ ኢና ኩላትና ካህናት ኢና ጀነራል ፕሪስትሁድ ይበሃል እዚ ነፍሲ ወከፍ ዝተጠምቀን ብሜሮን ዝተቐብአን ክርስትያን ዝረኽቦ ጸጋ እዩ። ይደግመልኩም እዩ። ነፍሲ ወከፍ ሰብ ዝተጠምቀን ብሜሮን ዝተቐብአን ክርስትያን ዝረኽቦ ጸጋ እዩ። እዛ ጥቕሲ እዚኣ ብዛዕባ እቲ ናይ ኩሉ ኣማኒ ክህነት ምእመናን እያ ትዛረብ ነፍሲ ወከፍ ክርስትያን ኣብ ውሽጢ ልቡ መሰዊኢ ሰሪሑ ንእግዚኣብሔር ከገልግልን ከመስግንን ዝተጸውዐ ካህን ናይ ባዕሉ ህይወት ምዃኑ ተረድእ ማለት እዩ። ስለዚ በቲ ኩሉ ንእግዚኣብሔር እነቕርቦ መስዋእቲ እውን ኩሉ ብኡ ካህናት የብለናይ ማለት እዩ። መንፈሳዊ መስዋእቲ ከተቕርቡ ትብል ዘላ ሪኢኹም ማለት ኣብ ብሉይ ኪዳን መስዋእቲ ብእንስሳታት ከም ኣባጊዕ፣ ኣሓ፣ ኣጣል ማለት ዝግበር ነይሩ። ኣብ ሓድሽ ኪዳን ግና ከምኡ ንእግዚኣብሔር ነቕርብ ኢና እ ነቕርብ በጊዕ ንእግዚኣብሔር ነቕርብ መስዋእቲ ነቕርብ ኣይነቕርብን ርግፀኛታት ኢና ኣረ ፅቡቅ ኣብ ሓድሽ ኪዳን ግና ነፍሲ ወከፍ ኣማኒ ዘቕርቦ መንፈሳዊ መስዋእቲ ኣሎ ነፍሲ ወከፍ ኣማኒ ዘቕርቦ መንፈሳዊ መስዋእቲ እንታይ እዩ ንሱ? ስቡር ልቢ ስቡር ልቢ መዝሙር ሓምሳን ሓደን ፍቕዲ ዓሰርተ ሸውዓተ መስዋእቲ ኣምላኽ ስቡር መንፈስ እዩ መስዋእቲ ኣምላኽ ስቡር መንፈስ እዩ ቅኑዕ ንስሓን ትሕትናን ቅኑዕ ንስሓን ትሕትናን ጸሎትን ምስጋናን ኩሉ ሳዕ መስዋእቲ ምስጋና ማለት ንስሙ ዝእመና ፍረ ኸናፍር ንኣምላኽ ነቕርበሉ ዕብራውያን ምዕራፍ 13 ፍቕዲ 16 ሳልሳይ ሰናይ ግብርን ምፅዋትን እዚ መስዋእቲ እዩ ሰናይ ግብርን ምፅዋትን መስዋእቲ እዩ ንስኡናት ምሕጋዝ ከም መንፈሳዊ መስዋእቲ እዩ ዝቑጸር። ዕብራውያን ዓሰርተ ሰለስተ ዓሰርተ ሽዱሽተ ራብዓይ ህይወትካ ምውፋይ ነፍስኻን ስጋኻን ንኣምላኽ ምቕራብ ንስጋኹም ሕያውን ቅዱስን ንኣምላኽ ባህ ዘብልን መስዋእቲ ጌርኩም ከተቕርብዎ ኢሉ ሮሜ ምዕራፍ 12 ካብ ሓደ ዘሎ ማለት እዩ ስለዚ እዚ እዩ እቲ ክርስቶስ ኣባና ክህሉ ዘለዎ ማለት እዩ እታ ዝፀረየት ልቢ ዝፀረየት ማሕደር ኣምላኽ ዝኾነት ልቢ ዘለዋ እምበኣር እዚ እዩ ብኢየሱስ ክርስቶስ ኣብ ኣምላኽ

ምክንያቱ ክርስቶስ እቲ እንኮ መንጎኛን ማእከላይን እቲ ሓቀኛ ሊቀ ካህናትናን ስለ ዝኾነ ብኡ ኣቢሉ እዩ ጸሎትናን ኣገልግሎትናን ዕርገት ዝረክብ ምዕራግ ዝረክብ ብምን ብመን ኣቢሉ ብኢየሱስ ክርስቶስ ናብ መን ናብ እግዚኣብሔር ኣቦ ማለት እዩ ስለዚ ነቲ ብኢየሱስ ክርስቶስ ርኢኹማ ዶ ነቲ ብኢየሱስ ክርስቶስ ኣብ ኣምላኽ ቅቡል ዝኾነ ኣብ ኣቦ ኣብ እግዚኣብሔር ኣቦ ቅቡል ዝኾነ መንፈሳዊ መስዋእቲ እምበኣር በዚ ገይሩ እዩ ዝዓቢ ብኢየሱስ ክርስቶስ ኣቢሉ ዘይከደ መስዋእቲ ኣብ ቅድሚ እግዚኣብሔር ኣቦ እንታይ የብሉን ተቐባልነት የብሉን ማለት እዩ ስለዚ እዛ ጥቕሲ እዚኣ ንስኻ ናይ ክርስቶስ ሕያው እምኒ ኢኻ ኣብ ህንፃ ቤተ ክርስቲያን ዓብዪ ብፅሒት ኣለካ ስለዚ ልብኻ ከም መቕደስ ኣእምሮኻ ከም ካህን ብምግባር ጸሎት፣ ንስሓ፣ ትሕትናን ሰናይ ግብርን ዝኾነ መንፈሳዊ መስዋእቲ ብስም ክርስቶስ ንእግዚኣብሔር ኣቕርብ ዝብል ዓሚዩቕ መልእኽቲ ኣለዋ ማለት እዩ። እግዚኣብሔር ይመስገን። መደምደምታ ሎሚ ክርስቶሳውያን ነዚ ቃል እዚ ሰሚዕና ልብና ንመርምር ምስ ኣለኹም ነዚ ቃል እዚ ሰሚዕና ልብና ክንምርምር ኣለና። ኣብ ውሽጥና እንታይ ኣሎ? ቂም፣ ጽልኢ፣ ስስዐ፣ ትምክሕቲ፣ ሓጢኣት ተሓቢኡ እንተደኣ ኣሎ ኮይኑ፣ ንጐይታ፣ ጐይታየ፣ ገመድካ ሒዝካ ናብ ልበይ እቶ፣ ነዚ ኵሉ ሓጢኣተይ ብጭጕራ ፍቕርኻን ምሕረትካን ሰጒግካ ኣውጽኣለይ ክንብሎ ይግባእ ማለት እዩ። ልብና ንኣምላኽ ዘመስግን ቤት ጸሎት እምበር ቤት ንግዲ ሓጢኣት